ኣርእስተ ዜና ወኪል ትካል ሰብኣዊ ጉዳያት ውድብ ሕቡራት ሃገራት ምስ ምስሌነታት ኣንድነታዊ ኢሳያስ ተራኺባ ተዘራሪባ እቲ ዝኾነ ብቕዓት ዘይብሉ መታለልን ሰራቕን ኢሳያስ ሕጂ እውን ብስም ስድራ ስውኣት ኣብ ደገ ካብ ዝነብሩ ዜጋታትና ኣሽሓት ዶላራት ይሰረቕ ኣሎ። መብዛሕትኣን ሃገራት ኤሮጳ ካብ ሩስያ ክመጸን ዝኽእል ስግኣት ንምክልኻል ካብ እስራኤል ዘመናዊ ኣጽዋር ከም ዝገዝኣ ተሓቢሩ። ሰላም ጥዕና ሃበለይ ክቡራት ተዓዘብትና እዚ መዓልታዊ ናባኹም ድምጺ ተስፋን ሓበንን ዝፍኑ ተለብጅን ሃገረ ሓማሴን እዩ። ሎሚ እቶም ትማሊ ንስለ ሃገርናን መሬትናን ክብሉ ኣካሎምን ሂወቶምን ዝኸፈሉ ሓርበኛታት ኣቦታትናን ኣዴታትናን ብናቶም መስዋእቲ ከይኣኸለ ሎሚ ድማ መንእሰያት ኣሕዋትና ኣርኪቦም በቲ ብጽልኢ ናትና ዓይኑ ዝዓወረ ደመኛ ጸላኢና ኣንድነታዊ ኢሰያስ ኣፎርቂ ንስለ ምድሓን ኢትዮጵያ ክበሃል ኣብ ዘይፈልጥዎ ኩናት ተእትዩ ኣብ ክልተ ሽሕን ዕስራን ከም ዕንጸይቲ ዘሳዋሮም ኣሕዋትና ዝወደቕሉ ከይሓበረ ክሳብ ሕጂ ሓሙሽተ ዓመታት ኣቑጺሩ ድማ ብዕሊ መስዋእቶም ከይሓበረ ስድራቤት ንቡር መርድእን ሓዘንን ከይረኸቡ ኣብ ዓሚቕ ጓህን ሓዘንን ቃዚኖም ኣብ ዘለውሉ እዋን እንዝክሮ ዘለና ዕስራ ሰነ መዓልቲ ሰማእታትና እዩ። በዛ ብሓበንን ኩርዓትን እንዝክራ ረዛን ዕለት ድማ ምንቅስቓስ ማሕብር የሕዋት ኣግኣዝያን ኣብ ሓጺር እዋን ስልጣን ክንጭብጥ ስድራ ስውኣትናን ስንኩላትናን ሓርበኛታት ተጋደልቲ ኣቦታትናን ኣዴታትናን ድማ ክሳብ ሓሙሽተ ወለዶኹም ክትከሓሱ ምዃንኩም ሃገርና ብቑጠባ ዝማዕበለት ንምግባራ ኣዝዩ ቀሊል ንካልኢት ዘይንጠራጠረሉ ምዃኑ ቴሌቪዥን ሃገረ ሓማሴን እናሓበርና ናብ ዜናታት እዚ ዕለት ክሓልፍ። ሓው ኣሕዋትካ ሰለስተ ኣርባዕተ ምስኣን ኣቦኻ ምስኣን ኣዴኻ ምስኣን ምዝኽታር እንታይ ውላድካ ምስኣን እንታይ እዩ መስዋእቲ እንታይ ስንክልና ዝርድኡስ እቲ ዘጓነፎ ጥራይ እዩ። ብቲዮሪ ክትርድኦ ይትኸእል ኢና ትርድኦ ብተግባር ናይ ብሓቂ ኤክስፕሬንስ ቃንዛ ናይ ብሓቂ እዩ ኩሉ ነገር ኣብ ሓንጎልና ክሳይ ዝኾነ ቃንዛ ግን ናይ ብሓቂ እዩ እዚ ቃንዛ ትሓልፎ ዘለኹም ከዓስ ይርዳእኒ እዩ ኣነ ኣቲ ገንሸል ንዓይ ኣታ ገንሸል መገይ ማሕለያ
ወኪል ቤት ጽሕፈት ትካል ሰብኣዊ ጉዳያት ውድብ ሕቡራት ሃገራት ኤደን ወሰርኑ ምስ ምስልነታት ኣነታዊ ኤስያስ ተራኺባ ብዛዕባ ሓቢርካ ምስራሕ ኣብ ሃገርና ዘሎ ናይ ልምዓት መደባትን ዘተኩረ ዘተ ኣካይዳ ኣላ። እታ ወኪል ናይ ውድብ ሕቡራት ሃገራት ምስ ምስልልታት ዑስማን ሳልሕ፣ ኣረፋይነ በርሀ፣ የማነ ገብረመስቀል፣ የማነ ገብረኣብ፣ ተራኺባ ዘተ ኣካይዳ እያ። ቤት ጽሕፈት ውድብ ሰብኣዊ ጉዳያት ውድብ ሕቡራት ሃገራት ቀዳማይ ስርሑ ኣብ ሃገራት ዝስርሑ ናይ ልምዓት መደባት፣ እዚ ናይ ክሊማ ምምዝባዕ ዘኸትሎ ሳዕቤኑ ምክትታል፣ ነዞም ናይ ግብረስናይ ትካላት ምውህሃድ እዩ። እታ ወኪል ኣብ ዓዲ ተከሌዛን ዝርከብ ትካል ጥዕና ኣብ እምባደርሆ ዝርከብ ናይ ማይ ፕሮጀክት ዑደት ዝገበረት ኮይና ብተመሳሳሊ ኣብ ሰረጀቓን እምባደርሆን ድማ ዑደት ኣካይዳ ኣላ። ኣነታዊ ኢሳያስ ኣብ ነብሰ ምርኮሳ እየ ዝኣምን እናበለ ብቐጥታ ካብ ኣሜሪካ ሓገዝ ዘይቅበል እኳ እንተመሰለ ካብተን ኣሜሪካ ብብዝሒ እትምውለንን ትካላት ውድብ ሕቡራት ሃገራት ብተዘዋዋሪ ዓመታዊ ናይ ሚልዮናት ዶላራት ሓገዝ ክቕበል ጸኒሑ ኣሎ። እዚ ሰራቕን መታለልን ኢሳያስ ካብቲ ኩሉ ግዜ ዘደናግሮ ብብዝሒ ቤት ትምህርትታት ትካል ጥዕና ሰሪሐ ዝብል እዩ። ግደ ሓቂ ኩሉ ብሓገዝ ትካል ጥዕና ዓለም፣ ዩኒሴፍ፣ ፕሮግራም ልምዓት ውድብ ሕቡራት ሃገራት፣ UNDP፣ ዝተሰርሐ እዩ። ካብዚ ብተወሳኺ ዓድታት ብጉልበተንን ገንዘበንን ጌረን ዝሰርሐኦ ጽርግያን ቤት ትምህርቲ እውን ቀሊል ኣይኮነን። እዚ መታለልን ሰራቕን ኤስያስ ንሃገርና ክዘምታን ክሰርቃን እንተዘይኮይኑ ክንዲ ፍረጥ ኣፍ ትኣክል ትጠቅም ነገር ሰሪሑላ ኣይፈልጥን። ካልኦት ብዝሰርሕዎ ክጀሃር ድማ ይዝረ። ኣብ ዝሓለፈ ሓሙሽተ ዓመታት ብግብረ ሰናይ ትካል ውድብ ሕቡራት ሃገራት ዩኒሴፍ ጥራይ ንትካላት ጥዕናን ኣብያተ ትምህርትን ናይ ሸውዓተ ሚእትን ዕስራን ሚልዮን ዶላር ደገፋት ከምዝተገበረ ዝወጹ ጸብጻባት የረድኡ። ከም ኣካል ናይዚ ድማ ኣብ ክልተ ሽሕን ዕስራን ክልተን ንዩኒሴፍ ንልዕሊ ሸውዓተ ሚእቲ ሽሕ ህጻናትን ኣዴታትን ክታበት ከም ዝገበረ፣ ብዓጸቦ ዝተጠቕዑ ልዕሊ ክልተ ሚእቲ ሽሕ ቪታሚን ዝወሓዶም ሰባት እውን ቪታሚን ዓዲሉ እዩ፣ ንክሊኒካት ደገፋት ድማ ገይሩ ኣሎ። ብተመሳሳሊ ውድብ ሕቡራት ሃገራት ኣብ ሃገርና ሸፈነ ኣገልግሎት ትምህርቲ ክሰፍሕ ኣብዚ ሓሙሽተ ዓመታት ጥራይ ናይ ዓሰርተ ሸውዓተ ሚልዮን ዶላር ደገፋት፣ ገይሩ ኣሎ። ብሓፈሻ ትካል ውድብ ሕቡራት ሃገራት ኣብ ዝሓለፈ ኣርባዕተ ዓመት ክረኣ ልዕሊ ሸውዓተ ሚእትን ዕስራን ሚልዮን ዶላር ንኤርትራ ደገፋት ከም ዝገበረ ዝወጹ ጸብጻባት የረድኡ። እዚ ካብ ትካል ውድብ ሕቡራት ንትካላት ጥዕናን ትምህርትን ዝወሃብ ዝነበረ ረድኤት ፕረዚደንት ዶናልድ ትራምፕ ናብ ስልጣን ካብ ዝመጽእ ንደሓር ብፍርቂ ስለ ዝነከየ ግን እተን ቤት ትምህርትታት፣ ሆስፒታላት፣ ክሊኒካት ዝምውለን ስኢለን ጠቕላላ ዓንየን ይርከባ። እቲ ብስም ሰማእታትናን ስድራ ስውኣትናን ወትሩ ዘላግጽ ሓሳውን መታለልን ኣንድነታዊ ኢሰያስ፣ ህዝብና ኣጽኒቱ፣ ሃገርና ኣዕንዩ፣ ዓድታትና ማዕድን ንምርካብ ብዝብል ብኣሲድ በኪሉ ንህዝብና ናብ ሕማም ኣቃሊዑ ከብቅዕ፣ ነቶም ኣብ መዓስከራት ዝደርበዮም ሓርበኛታት ተጋደልቲ ስንኩላትን ኣቦታትናን ኣዴታትናን ብሕማም እናሞቱ እናተሰቐዩ እንከለዉ፣ ስድራ ስውኣትና ንልመና ተቓሊዖም ኣብ ጽርግያ ተደርብዮም ኣብ ዘስካሕክሕ ድኽነትን ስቓይን እናሃለዉ፣ ንሱ ከይዓጀቦ ሕጂውን ብስም ስድራ ስውኣት ካብቶም ኣብ ደገ ዝነብሩ ስደተኛ ህዝብና ኣሽሓት ዶላራት ይእክብን ይሰርቕን ኣሎ። ብመሰረት እዚ ካብቲ ኣብ ጀርመን ዝነብር ስደተኛ ህዝብና ብሽም እቶም ቁሊሕ ኢልዎም ዘይፈልጥን ኣብ ዘስካሕክሕ ድኽነት ዘለዉ ስድራ ስውኣትን ኣመኽንዩ ሚእትን ስሳን ሽሕ ዶላር ኣኪቡ ከምዘሎ ኣብ ሚኒስትሪ ዜና ዝወጸ ሓበሬታ የረድእ። ካብ ካልኦት ማሕበራትን ውልቀ ሰባትን እውን ብኸምዚ ኣሽሓት ዶላራት ይእክብ ኣሎ። ጌና ብሕጂ እውን ዒስራ ሰነ መዓልቲ ሰማእታት ከም መመኽኔታ ተጠቂሙ ከምኡ እናገበረ ሚልዮናት ክእክብ እዩ። እቲ ካብ ደገ ዝነብር ስደተኛ ህዝብና ገንዘብ ብምዝማት ዝናበርን ሰራቕን መታለልን ኢሲያስ ብሽም ሰማእታት ማዕከን መሰሰኒ ሕድሪ ሰማእታት ዝብል ናይ ኣታላሊ ማሕበር ከፊቱ ብቐጻሊ ክዘምትን ክሰርቕን ምጽንሑ ይፍለጥ። ዕላማ ኢሲያስ ከመይ ጌርካ እናታለልካን እናመዝመዝካን ናይ ዘንተ እለት ገዛኢ መስፍን ኴንካ ትነብር ስለ ዝኾነ ንመስርሒ ልምዓትን ፕሮጀክትን ኢሉ እናመኻነየ ነቲ ኣብ ደገ ዝነብር ስደተኛ ህዝብና ሰላሳ ዓመት ሙሉእ ገንዘቡ ክምንዝዖ ጸኒሑ'ዩ። ንሱ ኣብ ዝተፈላለያ ሃገራት ብሽም ምውርራስ ክብርታትን ታሪኽን ኢሉ ፌስቲቫላት ብምድላው ኣሽሓት ዶላራት እናኣከበ ዝመፀ ኮይኑ ኣብ ምንታይ ይውዕል ግን ዝተፈለጠ ነገር የለን። ኣብ ጊዜ ኮረና ንመከላኸሊ ተባሂሉ ካብቲ ስደተኛ ህዝብና ዓሰርተ ሚልዮን ዶላር ዝተዋፀኣ ኮይኑ እንተኾነ ግን እቲ ገንዘብ ኣብ መከላኸሊ ኣይወዓለን እዩ። ድሕሪኡ እውን ናይ ካንሰር ማሽን መግዝኢ ተባሂሉ ሰለስተ ሚልዮን ዶላር ኣኪቡ ነይሩ ንሱ እውን ናብዚ ኣትዩ ከይተብሃለ ኣጥፊእዎ። እቲ ሰራቕን መታለልን ካልእስ ይትረፍ ንናይ ስንኩላን መግዝኢ ሙርኩስ ዊልቸር እናበለ'ውን ሚልዮናት ዶላራት ካብቲ ምድሪቤትን ሸሓኒን ሓጺቡ ዝናበር ስደተኛ ህዝብና ክዘምት ጸኒሑን ኣሎን። እዚ ኩሉ ብሽም ስድራ ስዉኣትን ስንኩላትን ልምዓትን ፕሮጀክትን ዝዋጻእ ገንዘብ ኣብ መዓላ ውዒሉ ኣይፈልጥን'ዩ። ኣብዚ ከነስተብህለሉ ዘሎና ጉዳይ ግን ደቂ ስዉኣትና ኣበይ ኣለዉ? ስንኩላትና ኣብ ምንታይ ተደርብዮም ኣለዉ? ደቂ ስዉኣትና ሰኣን ዝሕግዞምን ዘዕብዮምን ስኢኖም ገሊኦም ለመንቲ ኮይኖም እተን ኣዋልድ ድማ ኣብ ምንዘርና ተዋፊረን ኣብ ዘስካሕክሕ ሕሱም ድኽነት ይነብራ ኣለዋ። ካብዚ ብተወሳኺ እዞም ደቂ ስውኣትን ብሱዳንን ሊብያን ኣቢሎም ናብ ኤሮፓ ክሰግሩ ከለዉ እውን ኣብ በረኻታት ኩሊቶ ምጥባሕን ይጭወዩን ብባሕሪ ክሰግሩ ክብሉ ድማ ኣብ ባሕሪ ጢሒሎም ይሞቱ ኣለዉ። ብሰንኪ እቲ ኣንድነታዊ ኢሰያስ ዝፈጠሮ ዘስካሕክሕ ድኽነት ኣብ ሃገራት ኤሮፓ ምስ ሰገሩ እውን ኣብ ፈቐዶ ጽርግያታት ግዳም ሓደር ኮይኖም ብገበናት ተኣሲሮም ይርከቡ። ስውኣትና ቃልሶም ደቆም ኣመንዝራን ለመንቲን ክኾኑን ኣብ ፈቖዶ ባሕሪ ተሰዲዶም ክሞቱን ኣይኮነን ነይሩ። ክብረት ረኺቦም ኣብ ዓዶም ተማሂሮም ብናጽነትን ምቾትን ክነብሩ እዩ። እዚ ኩሉ ዝተኸፈለስ ነዚ ኣይነበረን። ሓርበኛታት ስንኩላን ተጋደልቲ እውን ኣብቲ ገሃነብ እሳት ዝኾነ መዓስከር ቃኘው ቁሊሕ ዝብሎም ዘይብሎም ተደርብዮም ኣለዉ። እዞም ሓርበኛታት ስንኩላን ተጋደልቲ ሰኣን ክንክንን ግቡእ ሕክምናን ብሕማምን ሕሱም ድኽነትን መዓልታዊ ይሞቱ ኣለዉ። ኣንድነታዊ ኢሲያስ ስለምንታይ እዩ ክንድዚ ጭካነ ኣብ ልዕሊ ደቂ ስውኣትን ስንኩላንን ክህልዎ ክኢሉ። ንሱ ኣብ ህዝባዊ ግንባር ዝሰንከለን ዝተሰውእን ሓዉ ይኹን ዘመድ ስለ ዘይብሉ፣ ስንክልናን መስዋእትን ዋልሓንቲ ይግድሶን እዩ። እዚ ኩሉ ካብ ሓደ ስድራ ኣርባዕተ፣ ሓሙሽተ፣ ሸውዓተ ከሰውኡ እንከለዉ፣ ኣሕዋት ኢሰያስ ግን ኣብቲ ደብዳባት ዘይረኽቦ፣ ድምጺ ጥይት ዘይስምዓሉን ክፍልታት ስለ ዝተመደቡ፣ ከይሰንከሉን ከይተሰውኡን ኩሎም ብሰላም ተመሊሶም እዮም። ከምኡ ስለ ዝኾነ ከኣ ኩሉ'ዩ ተሰዊኡ። ኣብ ኤርትራ መስዋእትን ስንክልናን ሓድሽ ኣይኮነን፣ ታራ ነገር እዩ እናበለ፣ ወርጠግ ከም ማራሶሕ እዩ ዝስማዕ። እቲ ዘገርም ድማ ደቂ ስውኣትን ስንኩላንን ስድራ ስውኣትን ብዘስካሕክሕ ድኽነት ኣብ ክትገልጾ ዘይትኽእል ልመናን ሕስረትን ስደትን ወዲቖም ኣብ ዘለውሉ እዋን ደቂ ኢሰያስ ካብ ሚሕር ጽጋብ ሰሰኺሮም ብሽጉጥ ኣቢሎም ናብ ቦሎፎናት ክትኩሱ ይሓድሩ ኣለዉ። ኣሕዋቱን ደቂ ሓዉን ውን ኣብ ኣሜሪካን ካናዳን እዮም ዝነብሩ። ኣብ ድላያም ሰዓት ከኣ ናብ ኤርትራ ዝመላለሱ እዮም። ካብዚ ብተወሳኺ እተን ሸውዓተ። ደቀን ዘሰውኣ ብሕሱም ሓዘንን ሕማምን ድኽነትን ቀልጢፈን ክሞታ እንከለዋ፣ ኣዲኡ ንኣንድነታዊ ኢሲያስ ኣዳነሽ በርሀ ግን ኣብ ክፍለ ግዝኣት ኣትላንታ ንወርሒ ሰማንያ ሽሕ ዶላር እናተኸፈለላ ሰለስተ ኣለይቲ ነርስታት ተመዲብላ ኣብ ምቾት ዘለዎ ህይወት ትነብር ኣላ። ኣብ ዝሓለፈ ሰለስተ ወርሒ ከኣ ብሳላ እዚ ጽዑቕ ክንክን ሚእቲ ዓመታ ከተኽብር በቒዓ ኣላ። እቲ መታለልን ሰራቕን ኢሲያስ ውን ንኸምስል እኳ ረሳሕ ክዳንን ኮንጎ ጫማ ጌሩ እንተኸደ፣ ግደ ሓቂ ዝሰኣነ ዘይብሉ ወዲ ሃብታም እዩ። ንሱ ንቐሊል ሕማም ከይተረፈ ኣብ ዱባይን ኢጣልያን ሚልዮናት ዶላር ዘፍስስ፣ ዘየገድስ እዩ። ካሊእስ ይትረፍ ሱርኑ ከዕሪ፣ ከም ገጹ ሜክኣፕ ክለኪ፣ ቲንታ ክገብር ኣሽሓት ዶላራት ዘጥፍእ ምዃኑ ኩሉ ሰብ ክፈልጦ ይግባእ። እዚ ኣረሜን ኢሰያስ ብስንክልናን መስዋእትን ስለ ዘይጉድሶም ስንኩላትናን ስድራ ስውኣትናን ክከሓሱ እዮም ኢልካ ምጽባይ ዕሽነት እዩ። ዝከሓስ ወልሓደ ሰብ የለን። ሓደ ካብ ዕላማታት ማሕበር የሕዋት ኣጋእዝያን እውን ነዞም ስድራ ስውኣትን ስንኩላንን ደሞዝን ገዛን ናጻ ትምህርትን ሕክምናን ሂብካ ክሳብ ሓምሻይ ትውልዶም ክከሓሱ ምግባር እዩ። ጂልዮ ማቲዮ ዝተባህለ ተንታኒ ፖለቲካ ኣብ መርበብ ሓበሬታ ሚድል ኢስት ፎርም ኣብ ዘስፈሮ ሓተታ፣ ሃገራት ኤሮጳ ካብ ናይ እስራኤል ዘመናዊ ኣጽዋር ናይ ምክልኻል ቴክኖሎጂን ጽግዕተኛታት እንክነሰን ኣብ ልዕሊ ናይ እስራኤል ባህሊ፣ ዩኒቨርሲታት፣ መጽሓፍቲ ዝገብርኦ ምኹናንን እገዳን ወቒሱ ኣሎ። ተንታኒ ጂልዮ ማቲዮ ኣብ ዘስፈሮ ሓተታ፣ ሃገራት ኤሮጳ ሩስያ ከይትወረን ስግኣት ከም ዘለወን ብምግላጽ፣ ነዚ ንምግታእ ድማ እቲ ኣብ ኲናት ተፈቲኑ ኣድማዕነቱ ዝተረጋገጸ ዘመናዊ ኣጽዋር እስራኤል ይዕድጋ ምህላወን ኣረዲኡ። ጀርመን መከላኸሊ ነዊሕ ርሕቀት ዝውንጨፍ ባለስቲክ ሚሳይል ዓዲጋ ኣላ። ብተመሳሳሊ ፊንላንድ እውን ዴቪድ ስሊንግ ዝተበሃለ መከላኸሊ ሚሳይል ከምዝዓደገት ይሕበር። ኣብዚ ሕጂ እዋን እስራኤል ልዕሊ ፈረንሳ ንሃገራት ኤሮጳ ብብዝሒ ኣጽዋር ትሸይጥ ዘላ ሃገር ኮይና፣ ኣብ ዓለም ድማ ካብተን ብብዝሒ ኣጽዋር ዝሸጣ ሃገራት መበል ሻብዓይ ደረጃ ተሰሪዓ ትርከብ። ካብቲ ብብዝሒ ናብ ኤሮጳ ትሸጦ ዘላ ዘመናዊ ኣጽዋር ድማ ምዕቡል መከላኸሊ ሚሳይል ኣይረን ዶምን መከላኸሊ ድሮናት ትሮፊ ሲስተም ዝበሃል ንታንክታት ከይህረማ ንምክልኻል እትጥቀመሉ መሳርሒ ምዃኑ እቲ ተንታኒ የርድእ። ኣብ መወዳእታ እቲ ተንታኒ፣ ሃገራት ኤውሮጳ ካብ እስራኤል ንድሕነተን ንምክልኻል ዝኣክል ከምዚ ዝኣመሰለ ዘመናዊ ኣጽዋር እናገዛኣን ክነሰን ኣብ ልዕሊ ናይ እስራኤል ስነ-ጥበባውያን ሰበስልጣን እገዳ ምግባር ዕሽነት ምዃኑ ኣረዲኡ ኣሎ። እስራኤል ብሰላ ዝሰረሐቶ ምዕቡል መከላኸሊ ሚሳይላት ሓይሊ ኣየር ተዘይነብራ ነይሩ በቲ ናይ ኢራን ደብዳባት ናብ ሓሙኹሽቲ ምተቐየረት ነይራ ዝበለ እቲ ተንታኒ፣ ሳላ ኣብ ምክልኻል ቴክኖሎጂ ጽቡቕ ገስጋስ ዘመዝገበት ግን ኩሉ ኣፍሺላቶ'ያ ይብል። ሕሉፍ ሓሊፉ እተን ካብ ኢራን ኣይሂ ሚሳይላትን ድሮናትን ዝትኮሰለን ዝነበራ ሃገራት ማእከላይ ምብራቕ ብሳላ ናይ እስራኤል ዘመናዊ ኣጽዋር ዲሒነን እየን። ኢራን ናብ ኢማራት ልዕሊ ክልተ ሽሕ ድሮናት፣ ሓሙሽተ ሚእቲ ሚሳይላት ዝተኮሰት ኮይና ብሳላ ናይ እስራኤል መከላኸሊ ኣየር ግን ኣብ መሬት ክይዓለበ ፈሺሉ እዩ። ናይ እስራኤል ጽላተ ቴክኖሎጂ፣ ሞተር ናይ ቁጠባ ምዃኑ እዩ ዝንገረሉ። ብመሰረት ዝወጹ መጽናዕቲ ዕስራ ሚእታዊት ጅምላ ሃገራዊ እቶት እታ ሃገር ሓምሳ ሚእታዊት ሰደድ ናይታ ሃገር ይሽፍን። ኣብ ምክልኻል፣ AI፣ ማይ፣ ጥዕና ዝነጥፉ ኣስታት ትሽዓተ ሽሕ ናይ ቴክኖሎጂ ኩባንያታት ከም ዘለዋ ዝወጹ መጽናዕትታት የረድኡ። ኣብ ዝሓለፈ ናይ ክልተ ሽሕን ዕስራን ኣርባዕተን ሰደድ ካብ ዝገበረቶም ናይ ቴክኖሎጂ ፍርያት ልዕሊ ሰብዓን ሸሞንተን ቢልዮን ዶላር ኣታዊ ምርካባ ድማ ይዝከር። ብዙሓት ሃገራት ካብቲ ምስ እስራኤል ርክብ ከደልድላ ዝደልያሉ ኣውራ ምኽንያት እቲ ዘለዋ ናይ ቴክኖሎጂ ምህዞታት ናብ ሃገረን ንምእታው ዘመናዊ ኣጽዋር ንምዕዳግ ከም ዝኾነ ዝፍለጥ እዩ። ንሕና'ውን ምስ እስራኤል ዘሎና ናይ ሓባር መንነትን ስግኣትን ብዙሕ ምህዞ ከነምጽእ ምተገብኣና። እንተኾነ ብሰንኪ እቲ ድሑርን ኣረሜንን ኣንድነታዊ ኢሳያስ ግን ሃገርና ካብ ዓለም ብትምህርቲን ቴክኖሎጂን እታ ዝደሓረት ሃገር ገይሩዋ ይርከብ። ኣብ ጥቓ ገማግም ባሕሪ ኣልኩሙክ ስደተኛታት ኣሳፊራ ዝነበረ ጃልባ ብምግልባጣ ብሰላ ረድኤት ናይቶም ትካል ህይወት ዘድሕኑ ህይወት እቶም ስደተኛታት ተጓዓዝቲ ክድሕን ክኢሉ ከምዘሎ ጸብጻብ መርበብ ሓበሬታ ዘ ሊብያ ኦብዘርቨር ኣመልኪቱ'ሎ። ብመሰረት እቲ ጸብጻብ፣ ብሳላ ሓገዝ ናይ ሊብያ ሓለዋ ባሕርን ገፈፍቲ ዓሳን ዝተገበረ ምርብራብ፣ እቶም ዓሰርተ ሓሙሽተ ስደተኛታት ካብ ሞት ድሒኖም ኣለዉ። መጀመርታ እታ ጃልባ ምስ ተገልበጠት፣ እቶም ገፈፍቲ ዓሳ ጎዮም ከም ዝኸዱን ብድሕሪኡ ድማ እቶም ሓለዋ ባሕሪ መጺኦም እቲ ናይ ምድሓን ስራሕ ተፈጺሙ እዩ። ሕጂ ናብቲ ገምገም ባሕሪ ዝርከብ ማእከላት ተወሲዶም ሕክምናዊ ክንክን ይግበረሎም ከምዘሎ እቲ ጸብጻብ የረድእ። ኣብ ገምገም ባሕሪ ሊብያን ማእከላይ ባሕርን ብብዝሒ ሓደጋ ምግልባጥ ጃልባ የጋጥም። ኣብዚ ዓመት ብዘጋጠመ ሓደጋታት ጥራይ ልዕሊ ሓደ ሽሕ ስደተኛታት ሞይቶም ኣለዉ። ኣብ ወርሒ ለካቲት ክልተ ሽሕን ዕስራን ሽዱሽተን ኣብ ሊብያ ጥቓ ከተማ ኣልዝውያ ሓንቲ ሓምሳን ሓሙሽተን ሰባት ጽዒና ዝነበረት ጃልባ ተገልቢጣ ሓምሳን ሰለስተን ሰባት ሞይቶም እዮም። ክልተ ጥራይ ብሂወት ተሪፎም እዮም። ኣብ ወርሒ ሚያዝያ ክልተ ሽሕን ዒስራን ሽዱሽተን ኣብ ጥቓ ከተማ ኣልቡር ዝርከብ ባሕሪ ሓንቲ ሚእትን ሓሙሽተን ዝጸዓነት ጃልባ ተገልቢጣ እቶም ሰማንያ ሰባት ደሃዮም ኣይተረኸበን። ቅድሚኡ'ውን ኣብ ሊብያ ተደጋጋሚ ሓደጋ ምግልባጥ ጃልባ ከጋጥም ጸኒሑ እዩ። ኣብ ዝሓለፈ ዓመት ሓንቲ ሱሳ ሰባት ጽዒና ዝነበረት ጃልባ ተገልቢጣ ሽዱሽተ ኤርትራውያን ስደተኛታት ከም ዝሞቱ ዝርሳዕ ኣይኮነን። እቶም ደቂ ስዉኣትን ስንኩላንን መንእሰያትና ብሰንኪ ኣንድነታዊ ኢሲያስ ዝፈጠሮ ዘስካሕክሕ ዘስካሕክሕ ድኽነትን ጭቆናን ካብታ ዝፈትውዋ ማሙቕ ሃገሮም ተሰዲዶም ኣብ ምድረበዳን ሳህራን ግዳይ መጭወይትን ሞትን ይኾኑን። ኣብ ቤት ማእሰርቲ ሊብያ እውን ብዙሕ ስቅያትን ኣደራዕን ይወርዶም። ናብ ኤሮፓ ክሰግሩ ድማ ብሓደጋ ምግልባጥ ጃልባ ህይወቶም ዝሰኣኑ ዜጋታት ብዙሓት እዮም። ኣብ ልዕሊ እታ ሓሙሽተ ሚእቲ ሽሕ ነበርቲ ከም ዘለዋ ዝንገረላ ኣብ ክፍለ ግዝኣት ሰሜን ኮርዳፋን እትርከብ ከተማ ኢል ኦቤይድ ዝነብሩ ሰላማውያን ዜጋታት ምጽናት ዓሌትን ጨፍጫፍን ከይወርዶም ሃገራት ዓለም ሻቑለተን ኣብ ዝገልጻሉ ዘለዋ እዋን ኤውሮጳዊ ሕብረት ብወገኑ ካብቲ ተግባር ንክቑጠቡ ነቶም ዕጡቓት ሓይልታት ሱዳን ጻውዒት ኣቕሪቡ ኣሎ። እቲ ሕብረት ኣብ ዘውጽኦ መግለጺ፣ እቲ ቅድሚ ሕጂ ኣብ ኤልፋሻር ዝተኻየደ ጨፍጫፍ ኣብ ኢልኦቦይድ ከይካየድ ዘተሓሳስብ ኮይኑ፣ ምልሻ ቅልጡፍ ደገፍ ሱዳን ዝገብሮ ዘሎ መጥቃዕትታትን ዳግማይ ንኲናት ምቅርራብን ደው ከብሎ ጻውዒት ኣቕሪቡ። ኣብ ሱዳን ዝካየድ ዘሎ ጨፍጫፍን ምጽናት ዓልዮትን ደው ክብል ወሲኹ የተሓሳስብ። ኣብ መወዳእታ፣ እታ ኣብታ ከተማ ሰብኣዊ ረድኤት ከይረኽቡ ተዓጽዮም ዘለዉ ሱዳናውያን ድማ፣ ብሰላም ወጺኦም ረድኤት ናብ ዝረኽቡሉ ውሑስ ቦታ ክኸዱ እቲ ሕብረት ይጽውዓሎም። እዚ ናይ ሱዳን ኣመና ዘተሓሳሰበን ሃገራት መጠንቀቕታ ይልእኻ ኣለዋ። ኣብ ዝሓለፈ ክልተ መዓልቲ፣ ነርወይን ዓባይ ብሪጣንያን ካናዳን ዝርከበእን ዒስራን ትሽዓተን ሃገራት ኣብ ኢል ኦቦይድ ጨፍጫፍ ከይካየድ መግለጺ ምውጸእን ዝርሳዕ ኣይኮነን። ከተማ ኢል ኦቦይድ ናብ ምዕራብን ሰሜን ኮርዶፋንን ጻዕዳ ናይልን ካርቱምን ዝወስድ ጽርግያታት ዘለዋ ኣገዳሲት ከተማ እያ። ኣብ ሱዳን ከምዚ ዝኣመሰለ ሕነ ምፍዳይን ዓሌታዊ ጨፍጫፍን ብተደጋጋሚ ዘጋጥም ምዃኑ ይፍለጥ። ኣብ ክልተ ሽሕን ዒስራን ሓሙሽተን ኣብ ዳርፉር ከተማ ኤል ፋሻር ዓስኪሩ ዝነበረ ሰራዊት ሱዳን ተሳዒሩ ካብታ ከተማ ምስ ወጸ፣ ምልሻ ቅልጡፍ ደገፍ ሱዳን ድማ ናብታ ከተማ እትው ኢሉ ኣብ ልዕሊ ክልተ ሽሕ ሰባት ጨፍጫፍ ኣካይዱ እዩ። ከተማ ኢል ኦቦይድ ርእሰ ከተማ ክፍለ ግዝኣት ሰሜን ኮርዶፋን ኮይና፣ ናብ ምዕራብ ኮርዶፋንን ጻዕዳ ናይልን ካርቱምን ዝወስድ ጸርግያታት ዘለዋ ኣገዳሲት ከተማ እያ። ሕጂ እውን ምልሻ ቅልጡፍ ደገፍ ካብ ከተማ ኢል ኦቦይድ ተሳዒሩ እንተወጺኡ፣ ሰራዊት ሱዳን ከቢድ ዝኾነ ዓሌታዊ ጨፍጫፍን ሕነ ምፍዳይን ከም ዝፍጽም ርጉጽ እዩ። ውግእ ብናህሪ ይቕጽል ኣብ ዘሎ እዋን፣ እቶም ተሓለቕቲ መሰላት ኣብ ዘውጽኦ መግለጺ፣ ኣብዚ ወርሒ ጥራይ ብደብዳብ ድሮን ሰብዓ ሰባት ዝተቐተሉ ኮይኖም፣ ኣብዚ ሽዱሽተ ወርሒ ጠቕላላ ሓደ ሽሕ ሰባት ተቐቲሎም ኣለዉ። እቲ ናይ ሱዳን እስላማዊ ጅሃዳዊ መንግስቲ ሽሕ'ኳ ብሓገዝ ኣንድነታዊ ኢሰያስን ኢራንን ሱዕድያን ግብጽን ንካርቱምን ኡምዱርማንን ሓራ ኣውጺኡ ናብ ምዕራብን ደቡብ ሱዳንን መጠነ ሰፊሕ መጥቃዕትታት እንተካየደ ክሳብ ሕጂ ግን ክዕወት ኣይከኣለን። እቲ ኲናት ሓዪሉ እዩ ዝቕጽል ዘሎ። ብሰንኪ'ቲ ክካየድ ዝጸንሐን ዝካየድ ዘሎ ኲናት ድማ ኣብታ ሃገር ከቢድ ዝኾነ ሰብኣዊ ቅልውላው ኣኸቲሉ ኣሎ። ዓሰርተ ሓሙሽተ ሚልዮን ሱዳናውያን ካብ ቤት ንብረቶም ተማዛቢሎም፣ ሚእትን ሓምሳን ሽሕ ተቐቲሎም እዮም። ሕጂ ድማ ዒስራ ሚልዮን ሱዳናውያን ንኸቢድ ዓጸቦን ጥሜትን ተቓሊዖም ይርከቡ። ሱዳን ከምቲ ኣንድነታዊ ኢሲያስ ናይ ኣፍሪቃ ሕብስቲ ዝብላ ዘይኮነትሲ ምስቲ ዘለዋ ናይ መሬት ሽግርን ብዙሓት ባህልታትን ሃይማኖታትን ኣብ ሽሕን ትሽዓተ ሚእትን ሓምሳን ሽዱሽተን ካብ መግዛእቲ እንግሊዝ ሓራ ካብ ትወጽእ ንደሓር ብኹናትን ቀጻሊ ዕልዋ መንግስትን ክትሕመስ ከም ዝጸንሐት ይፍለጥ። ካብ ሽሕን ትሽዓተ ሚእትን ሓምሳን ሓሙሽተን ክሳብ ሽሕን ትሽዓተ ሚእትን ሰብዓን ክልተን እቶም ጸለምቲ ሱዳናውያን በቶም ናይ ማእከላይን ሰሜን ሱዳንን ከይዕብለሉ ስለ ዝሰግኡ ንዓሰርተ ሸውዓተ ዓመታት ኲናት ከካይዱ ጸኒሖም እዮም። ካብ ሽሕን ትሽዓተ ሚእትን ሰማንያን ሰለስተን ክሳብ ክልተ ሽሕን ሓሙሽተን ድማ እታ ሕጂ ደቡብ ሱዳን ተባሂላ ትጽዋዕ ዘላ ሕጊ ሸሪዓ ኣይቅበልን'የ ብምባል ንዒስራን ሸውዓተን ዓመታት ደማዊ ውግእ ከተካይድ ጸኒሓ'ያ። ኣብ ክልተ ሽሕን ዓሰርተ ሓደን ድማ ድሕሪ ክንደይ ኲናት ናጽነታ ኣዊጃ'ያ። ካብ ክልተ ሽሕን ሰለስተን ክሳብ ክልተ ሽሕን ዒስራን ድማ ዑመር ሓሰን ኣብ ዳርፉርን ካልእ ክፋል ሱዳንን ሕጊ ሸሪዓ ክተክል ክብል ቀጻሊ ዝኾነ ኲናትን ጨፍጫፍን ኣብ ልዕሊ'ቶም ጸለምቲ ሱዳናውያን ከም ዘካየደ ይፍለጥ። ጠቕላላ ድማ ሰለስተ ሚእቲ ሽሕ ዝኾኑ ጸለምቲ ሱዳናውያን ከም ዝተቐተሉ ዝወጹ ጸብጻባት የረድኡ። ሕጂ'ውን ካብ ክልተ ሽሕን ዕስራን ሰለስተን ክሳብ ሕጂ፣ ኣብ መንጎ'ቲ ሱዳን እስላማዊ ጅሃዳዊ ኣብ ምዕራብን ደቡብን ሱዳን ብሸሪዓ ዝምራሕ እስላማዊ መንግስቲ ክተክል ክብል ምስ ምልሻ ቁልጡፍ ደገፍ መወዳእታ ዘይብሉ ኲናት የካይድ ኣሎ። እንተኾነ ግን እቲ ኩነታት ካብ ምግዳድ ሓሊፉ ዘምጽኦ ለውጢ የለን። ንሰብዓ ዓመታት መመላእታ ኣብ ሱዳን ኲናት ደው ኢሉ ከም ዘይፈልጥን እዚ ኩሉ ዝተገለጸ እኹል ኣብነት እዩ። ሱዳን ናይ መሬት ሽግርን ብዙሕ ባህልታትን ቋንቋታትን ዘለዋ ሃገር ስለ ዝኾነት ብሓደ መንግስቲ ተጨፍሊቓ ምምሕዳር ፈጺማ ክትቀስን ኣይትኽእልን እያ። ኣብ ሱዳን ዝሓሸ ርግኣት ዘመጽእ እቶም ቀቢላታት ናይ ምዕራብን ደቡብ ሱዳንን ተፈንጪሎም ነብሶም ክኢሎም ምስ ዝመሓደሩ ጥራይ እዩ።
ባይቶ ኤውሮጳዊ ሕብረት ድሕሪ'ቲ ዘይሕጋውያን ስደተኛታት ናብ ሳልሳይ ሃገር ክጥረዙ ኣለዎም ክብል ዘጽደቖ ሕጊ፣ መራሕቲ ናይተን ኣባላት ሃገራት መዳጎኒ መዓስከራት ንክህነጽ ይሰርሑ ከምዘለዉ ተሓቢሩ። ቀዳማይ ሚኒስተር ዴንማርክ ማቴ ፍረድሪክሰንን ቀዳመይቲ ሚኒስተር ኢጣልያ ጆርጅያ ሜሎኒ ብሓባር ኣብ ዝጸሓፍዎ ደብዳቤ፣ እዚ ኣብ ሳልሳይ ሃገር ምህናጽ መዳጎኒ መዓስከር ስደተኛታት ዝብል ብቕልጡፍ ብዘይ ወዓል ሕደር ክትግበር ከምዝግባእ ኣተሓሳሲቦም ኣለው። ክልቲኦም መራሕቲ እዚ ዝተባህለ ግብራዊ ብምግባር ኣብ ዜጋታትና ጭቡጥ ዝኾነ መፍትሒታት ከነምጽእ ኣሎና ድማ ይብሉ። ጉዳይ ስደተኛታት ኣብ ሃገራት ኤሮጳ ኣሜሪካ ኣዝራራቢ ኣርእስቲ ኮይኑ ይቕጽል ኣሎ። በዓል ኢጣልያ ካልኦት ሃገራት ድማ ኣብ ሳልሳይ ሃገር መዳጎኒ መዓስከራት ሃኒጸን ስደተኛታት ናብኡ ምልኣኽ ጀሚረን ኣለዋ። ከም ዴርማርክ ዝኣመሰላ ሃገራት ድማ፣ ስደተኛታት ብወለንትኦም ናብ ሃገሮም ክምለሱ ክሳብ ዕስራን ሸውዓተን ሽሕ ዩሮ መተባብዒ ገንዘብ ክንህብ ኢና ምባል በጺሐን ኣለዋ። ኣብ ኣሜሪካ፣ ፕሬዚደንት ትራምፕ ንመበል ካልኣይ ግዜ ናብ ስልጣን ካብ ዝምለስ ንደሓር፣ መዓልታዊ ስደተኛታት ይኣስርን ይጥርዝን ምህላዉ ዝፍለጥ እዩ። ኤርትራውያን ስደተኛታት ከይተረፈ፣ ኣብ ሃገራት ኣፍሪቃ ዘሎ መዳጎኒ መዓስክራት ይጥርዞም ኣሎ። ኣብ ጀርመን እውን እንተኾነ ጉዳይ ስደት ቀዳማይ ኣጀንዳ ኮይኑ፣ እቲ መንግስቲ ስደተኛታት ናብ ዓዶም ክጥረዙ ኣበርቲዑ። ይሰርሕ ኣሎ። ኣብ ልዕሊ ሸውዓተ ሚእቲ ሽሕ ሶርያውያን ነብሲ ወከፎም ሸሸሞንተ ሽሕ ዱላር ሂቡ ናብ ሃገሮም ክጥርዞም ብዙሕ ላዕልን ታሕትን ይብል ኣሎ። ብዶባቱ ስደተኛታት ከይኣትዉ፣ እንተ ኣትዮም ድማ ምስል ዑቕባ ዝበሃል ከይረኽቡ ከልኪሉ ኣሎ። ጉዳይ ስደት ካብ መዓልቲ ናብ መዓልቲ ኣመና እናጸንከረ ይኸይድ ኣሎ። ኣይኮነንዶ ዜግነትን ወረቐትን ዘይብሉ፣ እቲ ዜግነት ዝተዋህበ እውን ብኣልማማ

ዝበሃል ገማግም ቀይሕ ባሕሪ ኢና ዘሎና። ብሰንኪ እዚ ወዲ ኣመንዝራ ኢሳያስ ኢና ድኻታትን ስደተኛታትን ለመንትን ኮይንና ዘለና። ንሕና ነዚ ሓሳውን ዘይብቕዑን ኢሳያስ ኣሊና ባዕልና ሃገርና ክንሃንጽ ኢና። ኣብ ሓጺር እዋን ድማ ተኣምር ክንሰርሕ ምዃንና ኣይንጠራጠርን። ንሕና ዓድና ሃብታምን ምዕብልትን ጌርና ናብ ሃገርና ስራሕ ደልዩ ስደድ እምበር ንሕና ስደተኛታት እንኾነሉ እዋን እናብቅዐ እዩ።